ሰላም ሰላም ናይ ኣምላኽ ምሳኽን ይኹን ክቡራት ተኸታተልተይ ኣነ ኣምላኽ መስገን ሰላም ኣለኹ ንስኽን እውን ሰላም ክትኮና በዓልቲ ሙሉእ ተስፋ ሳኹም ዘለኹ ሓፍትኹም ዓይኖም እየ ንሎሚ ከዓ ከም ስትሪኦ ዘለኽን እንታይ ይመስል ናይ ፆም ኬክ ከመይ ገርና ንሰርሐ ሒዘልክን መፅኦ ዘለኹ ብሓደ ሓቢርና ንስራሕ ጀሚራ ሳብ ትውድእ ብጽምዋ ተኻታተላኒ ኣብዚ ከምዚ ትሪኦ ዘለኽን ክገልጸልክን እየ በብሓደ ማለት እዩ እቲ ዝተጠቐምኩዎ ኣብዚ ኣራንሺ ክልተ ኣራንሺ ጸሚቖ ማለት እዩ እቲ ጽሟቑ እየ ተጠቒመ ከምኡውን ኣብዚ ሓምሳ ግራም ሽኮር ኣብዚ ባኔላ ሸሞንተ ግራም ሽኮር ባኔላ ማለት እዩ እስኽን ዋላ ፈሳሲ ክጥቀማ ትኽእላ እኽን ናትክን ምርጫ እሱ ንዕኡ ከኣ ጽቡቅ ጌርና ክትሽኮርና ክሳብ ዝሓቀልና ጽቡቅ ጌርና ክንሃርሞ ኢና ማለት እዩ። ቁሩብ ከኣ ጥፍእፍእ ኢለ ነይረ እንዴ ሕጂ ተመሊሰ ኣለኹ። ቪድዮታተይ ሸር፣ ላይክ፣ ሳብስክራይብ፣ ኮመንቲ ብምግባር ምትብባዕኽን ኣይፈለየኒ እዩ ብሩኻተይ። ሕጂ ከም ዝትርእዮ ዘለኽን እቲ ሽኮርና ክሳብ ዝሓቀልና ማሽን ጌርክን እንተደለኽን እውን ብማሽን ክትሃርሞ ትኽእላኽን ኖርማል ግን ቀልጢፉ እዩ ዝሓቅቕ ብዙሕ ስታይ ኣይገብረካን እዩ። በዚ ኖርማል ናይ እንቃቆሖ መህረም ይሃርሞ ኣለኹ ኣነ ማለት እዩ ሕጂ ከምዚ ኢሉ ምስ ሓቐቐለይ ኣብዚ ዘይቲ ቆርብ ተጠቒመ ኣለኹ ማለት እዩ ሓደ ሰለስተ ናይ ማንካ ናይ ጣውላ ዝኸውን ማለት እዩ ንዑ ከዓ ምስቲ ቀዲሙ ዝነበረ ፅቡቅ ገይረ ወሃሂዱ እዩ ማለት እዩ ከምኡ ናብዚ ነቲ ሓሩጨይ እዚ ሓሩጭ 250 ግራም እዩ ነይሩ እሱ ከዓ ቀስ ጌርና እንዳነፈና ማለት እዩ በብቁሩ ክንጥቀም ኢና ነቲ ንእሽተያ እንድሕር ብዙሕ ዓብይ ክትጥቀማ ተደሊኻን ከዓ ብዝሕ ተብሎ ተዓቐን ማለት እዩ ኣብዚ ኣራንሺ ተዘይብልክን ከኣኒ ብማይ ክትጥቀማ ትኽእላ እኽን ኣነ ኣራንሺ ስለ ዝመረፅኪ እየ ግድን ኣራንሺ ከዓ ኣይኮነን ሕጂ ነቲ ሓርጨይ ከዓ ፅቡቅ ገይረ የወሃህዶ ኣለኹ ማለት እዩ ክሳብቲ ይኣኽሎ እዩ ዝብል እንዳነፈኹ ቀስ ገይረ እንዳወሃሃድኩ ከብሎ እዮም ማለት እዩ ከዳልዎ እየ ኣብዚ ከዓ ፒኪን ፓውደር 16 ግራም ተጠቒመ ኣለኹ ህድፍስ ትሪኦ ከምዚ ትሪኦ ዘለኽን ጽቡቅ ገይረ ኣወሃሂደዮ ምሕፋሱ ከዓ ከምዚ ዓይነት ማት እዩ ካብዛ ተቅጥኖ እንተደሪኽኖም ቅጥን ዝበለ ክትጥቀማ ትኽእላኽን ኣነ ግን ከምዚ መሪፀ ኣብዚ ከዓ እቲ መስርሒ ኣዳልዮ ስለ ዝፀናሕኹ ብታሕቲ ጽቡቅ ገይረ ዘይቲ ለኽየ ከምኡውን እቲ ናተይ ዘዳለኽዎ ናብኡ ገልቢጠዮ ማለት እዩ ድሓር ብ180 ሰንቲግሬድ ክሳብ 200 ዘሎ ማለት እዩ ንዒስራ ደቂቕ እንዳረኣኽን ማለት እዩ ተብስሎ ከም ናትክን ኦቨን ኣብ መወዳእታ ከምዚ መሲላ ወፂኣ ከም ስትሪኦ ዘለኽን ክፅብቕ መዓት ቀይሕ ልክዕ ከምዚ ናይ ስዕረት እዩ ዝመስል ቁሩብ ግን ከምቲ እንቋቑሖ ጌርካ ትሰርሖ ኣይኮነን ፍኹስ ዝበለ ኣይኮነን እምበር ዋላ ጣዕሙ ገሊኡ ክፅብቕ መዓት እዩ ውሽጡ ከዓ ከመይ ከም ዝኾነ ኣርእየክን ቆሪሰ ማለት እዩ ነዚኣ ትመስል ናይ ሎማዓንቲ ቪድዮይ ብሩኻተይ እዚ ከዓ ኣብ ዝሓለፈ ዝሰራሕኽዎ እዩ ክትሪኦ ተደሊኽን ኣብቲ ናይ ቀደም ቪድዮታተይ ኣቲኽን ክትሪኦ ትኽእላ እኽን ኣብዚ ፕሮፋይለይ ብዝኾነ እዚኣ ትመስል ነራ ናይ ሎሚ ቪድዮይ ክትፈትዋ ተስፋ ገብር ተፈቲኽን ኣኸዓ ሻር በላኣ ናብ ካልኦት ሰባት ክትበፅሕ ኣብ ካልእ ቪድዮ ብካልእ ትሕዝቶ ክሳብ ዝምለሰክን ሰሰናዩ